ብተደጋጋሚ ግዜ ኣብ ስራሕካ ሕጂ ምስ ሰማዕቲ ክዛረብ ከለኹ ኣነ ከላልየካ ከለኹን ክልተ ኣብቲ ታሪኽ ናትና ኣብቲ ስነ ጥበብ ናትና ዓቢ ደረጃን ቦታን ዘለወን ክልተ ደርፍታት ብዘይካ እቲ ትያትር ተደርሰ ብዘይካ እቲ ናይ ግጥሚ መጽሓፍ ብዘይካ እቲ ኣብ ተጋድሎ ሓርነት ኤርትራ ዘበርከትካዮ መዛሙር ካብ ሓደ መስከረም ትብል መዝሙር ክሳብ ሕጂ መግለጺና ኮይና ዘላ መዛሙር። እዚ ኩሉ ብዘይካዝስ እዘን ክልተ ንባዕለን ኣዝዩ ዓቢ ቦታን ሽምን ዘለወን ስራሕ እየን። እቲ ካልእ ኩሉ ብሰንኪ ግዜ ክንበጽሖ ዘይከኣልና ኣዝዩ ብዙሕ ፍርያት ኣለካ ካብ ማት ኣትሒዝካ ክሳብ ተጋድሎ ሓርነት ኤርትራ ትያትራት ክንምለስ ኢና ናብ እውን ናብተን ትያትር እዘን ንገልጸን ዝጸናሕና ንባዕለን ግን ደራሲ ግጥሚ ኣቶ ንጉሴ ሃይለ መንሰዓይ ምዃኑ ዝፈልጥ ሰብ ኣዝዩ ውሑድ እዩ። የለን እውን ክበሃል ኣዝዩ ውሑድ እዩ። ንብዙሕ ሰብ ክነገርም ምዃንና ሎም መዓልቲ ብዚ ዕላል እውን እፈልጥ እየ። ታሪኽ ክስንድ ከእ እየ ዓዲመ ክም ኣነ ደስ እንዳበለኒ። ሕጂ ከምኡ ኣይጸንሐን እሞ ኣብ ብዙሕ ከምኡ ስርሓታት ከኣ ክሳብ ሕጂ ብ ገሊኦም ሰባት ይረእ እዩ። ነዚ ኣመልኪትካ እንታይ ክትብል ትደሊ? ናይ ውልቅኻ ኹን ስምዒት ከምዚ ዝግበር ሽም ዝድፈን ክሬዲት ዘይወሃብ ናይ ደረስቱ እንታይ ክትብል ትደሊ ብዛዕባ ዝረስቲ እዚ ሕጂ ንኣናራ ነቒፍካና ከይትብልኒ እምበር ነተን ሜድየ ኣነ ዝነቅፍ ናኑ ንቐፈና ንድሕር ኣድላዩ ኮይኑ ዋና ዘይብሉ ግጥሚ ብደርፊ መልክዕ ዝቐርብ ከቕርባ ኣይግበእንን እዩ ናይ መን እያ እዛ ግጥሚ እዚኣ ክብላ ግበእን እቶም ደረፍቲ ይገብርወን እዮም ባዕሎም እወ እተን ሜድየ ግን ባዕለን ክብላ ኣለወን ናይ መን እያ እዚኣ ኩልና ተሓጋጊዝና ኢና ቁም ነገር ክንሰርሕ ንኽእል ኣነ እንድሕሪ ብዝገበርክዎ ዝጠሓስን ዝጉህን ኮይነ ፅቡቕ ኣይሰርሕን እየ ጠጠው ክብል እየ ጠጠው ምእንቲ ከይብል እተን ናይ ሜድየ ዝተሓባበራ እንድሕር ኮይነን ግን ዝኾነ ደራፋይ ደርፉ ክስማዕ እንድሕር ኮይኑ ንህዝቢ ገጣሚ መን እዩ እውን ክንገር ኣለዎ ምስኡ ክበሃል ይደሊ ማለት እዩ። ካልእ መፍትሒ ግን ኣይረኣየንን እዩ ኮንኮለል ክትብል ተዘይኮይኑ። ኣነ ግን ሕጉስ ኣይኮንኩን በቲ ግጥምታትና ካልኦት ክጥቀሙሉ ካልኦት ክስመዩሉ ንሕና ከምዘይሰራሕና ክንከውን ናይ ብሓቂ እዩ ዘሕዝነኒ።